ሰላም ሰላም ፈትዋትን ክብራንን ኣብ መላእ ዓለም ትርከቡ ናይ ቻናለይ ተኸታተልቲ ከመይ ትኾኑ ኩሉ ሰላም እግዚኣብሔር ይመስገን ብወገነይ ሰላም እየ ንስኻትኩም እውን በብዘለኹምዎ ሰላምኩም ብዝሕ ተረፍ ክብለለይ በዓልቲ ሙሉእ ተስፋ እያ እንኳዕ ድማ ናብ ቻናለይ ብሰላም መጻኹም ክብራት ኣሕዋተይ ሎማዓንቲ ሒዘልኩም ዝመጻኹ ቪድዮ ከዓ ናይ ገዛ መስርሒ ከምኒ ሑፃ ፀፀር ብረት ተንዲኖ ማለት እዩ ብቻ ሓፈሻዊ ናይ ገዛ መስርሒ ሰሚንቶ ወዘተ ዝበለ ሒዝና መፂና እኔና ተኸታተሉ እስካዕ ቪድዮ ፍፃመ ንቻናለይ ሓደሽቲ ዝኾንኩም ሳብስክራይብ ነበራ ዝኾንኩም ከዓ ላይክ ሸር እናገበርኩም ንኸተበረታትዑኒ ብትሕትና ይላቦ ላይክ ሸር ንትገብሩለይ ካብ ልቤ ዘመስግን ደቂ ዓበይቲ ወይ ናይ ገዛ መስርሒ ንእሽተን ቅናሽ ዝገበረሉ እኒሆ ንእሽተን ወሰኽ ዝገበረሉ እውን እኒሆ ማለት ናይ ገዛ መስርሒ ክበሃል ከሎ ብዙሕ ዓይነት እዩ ካብ ብረት ካብ ሓሸዋ ካብ ፀፀር ካብ ስሚንቶ ካብ ግዛዕ ጀሚርካ እና ብረት ዝተወሰነ ቅናሽ ኣርእዩና ኣሎ ሑፃ ግን ናይ ሑፃ ኣረ እንድዒ እንታይ ድዩ መፂና ኣብቲ ዓዲ ሑፃ ዝበሃል የለን ድዩ ዳርጋ መድሓኒት እዩ ዝተብሃለ ይመስል ብጣዕሚ እዩ ወሲኹ ኣነ ርጋዕ ቤተወይ ብመጀመርያ ንሪኦ ናይ ብረት ኮይኑ በዓል ዓሰርተ ሽዱሽተ እዩ ክኸውን ብረት በዓል ዓሰርተ ሽዱሽተ ሶምን ይገብር እየ ሶምን እንኳን ንእሽተን ዝሕልፍ እየ መስለን ካብ ዝቐርቦ እና ኣብ ውሽጢ ሶምን እንታይ ፍልልይ እንህዎ ንዝብል በዓል ዓሰርተ ሽዱሽተ ብሎም መዓልቲ ዕለት ሚያዝያ ዕስራን ትሽዓተን ወይ ከዓ ሜይ ሸውዓተ ሰለስተ ሽሕን ሰለስተ ሚእት ታይ ደኣ ምስ ዝሓለፈ ሰሙን ክረኤ ከሎ ተመሳሳሊ እንሄው ቅናሽም ወሰኽም ኣየርእየናን ማለት እዩ ካብኡ ከዓኒ በዓል ዓሰርተ ኣርባዕተ እዩ ክኸውን በዓል ዓሰርተ ኣርባዕተ ኣብ ዝሓለፈ ክልተ ሽሕን ሽዱሽተ ሚእትን ነይሩ ሎማዓንቲ ግን ሓምሳ ቅርሺ ብምቕናስ ክልተ ሽሕን ሓሙሽተ ሚእትን ሓምሳን እንሆ ማለት እዩ። ሓምሳ ቅርሺ ምውሳኽ ቀሊል ኣይኮነን። ካብኡ በዓል ዓሰርተ ክልተ እዩ። በዓል ዓሰርተ ክልተ እውን ዳርጋ ተመሳሳሊ እዩ እኒሆ ግን እርግፀኛ ኣይኮንኩን ኣብ ዝሓለፈ ቪድዮ ምስሳር ነበረ ዓሰርተ ቅርሺ ወሰኽ ርኢና እኒሆ ይመስለን እንተዚ ተጋጊ ክንደይ ነይሩ እስኪ ኣብ ኮሜንት ፀሓፉ ኣነ ረሲዐ እዩ እኒኹ በዓል ዓሰርተ ክልተ ሎማዓንቲ ሽሕን ሸውዓተ ሚእትን ሰብዓን ተባሂልኩም ኣለኹም ማለት እዩ ካብኡ ከዓኒ በዓል ዓሰርተ እዩ። በዓል ዓሰርተ እውን ተመሳሳሊ እዩ። ሽሕን ክልተ ሚእትን ኣርብዓን ማለት እዩ። ካብኡ በዓል ሸሞንተ፣ በዓል ሸሞንተ እውን ዳርጋ ተመሳሳሊ እዩ። ኣይወሰኸን ኣይቀነሰን። በዓል ሸሞንተ ብረት ሸሞንተ ሚእቲ ማለት እዩ። ካብኡ ከዓኒ ሓንቲ ብረትስ ቁመታ ክንደይ እያልኩም ዝጠየቅኩም ነይርኩም። ሓንቲ ብረት ቁመታ ዓሰርተ ክልተ ሴንቲሜትር እዩ። ዋላ በዓል ዓሰርተ ሽዱሽተ፣ ዓሰርተ ኣርባዕተ፣ ዓሰርተ ክልተ፣ ዓሰርተ ሸሞንተ እዚ ሐዚ ካብ ሸሞንተ እስካብ ዓሰርተ ሽዱሽተ ዘቕርቦ ዘለኹ ናይቲ ብረት ዓቐን ርጉደቱ ደኣ እምበር ሓጺር ነዊሕ ኾይኑ እየኮነ። ቁመቱ ሓደ ዓይነት እዩ በዓል ዓሰርተ ሸሞንተ እውን ዓሰርተ ክልተ እዩ ዓሰርተ ሽዱሽተ እውን ዓሰርተ ክልተ ሴንቲሜትር እዩ ኩሉ ማለት እዩ ዋላ በዓል ዕስራን ሽዱሽተን ይኹን ዓሰርተ ክልተ ሴንቲሜትር እዩ። እቲ ፍልልዩ ርጉዲ ወይ ከዓ ቲክነሱ እዩ እምበር ቁመቱ ሓደ ዓይነት እዩ እና ማንኛው ብረት ገዝ ከለኹም ናይ ውሽጢ ዓዲ ይኹን ናይ ውጪ ቁመቱ ዓሰርተ ክልተ ሴንቲሜትር እዩ ማለት እዩ። ሕዚ ሾርት ጫማ ወይ ከዓ ኮለን ሕዚ ንኣብነት ኮለን ክትሰርሑ ተኮይንኩም ኣብ ሓንቲ ኮለን ሽዱሽተ ብረት እንድሕር ጠጠው ትብል ኮይና ቁመታ ደሞ ኣርባዕተ እንድሕር ኮይኑ ቢያንስ ሰለስተ ናይቲ ገዛ ኣርባዓ ሴንቲሜትር ደሞ ናይ ቢም ሱሳ ሴንቲሜትር ደሞ ናይ ኮለን ተቐባሊ ኣርባዕተ ሜትር ይመፅ ኣሎ ማለት እዩ። ስለዚ ሓንቲ ሓንቲ ብረት ኣይኮነን ሓንቲ ኮለን ክንደይ ብረት ትውድ ኢልኩም ኣብዚ ካልኩሌተር ትገብሩ ትኽእሉ ኢኹም። ሓንቲ ኮለን ብርባዕተ ብርባዕተ ሜትሮ እንድሕር ጌርኩምዎ ክልተ ብረት ትውድ ኣላ። ዓሰርተ ክልተ ኮለን ጠጠው ተቢልኩም ደሞ ዕስራን ኣርባዕተን ዓሰርተ ተኮይኑ ደሞ ዕስራ ሸሞንተ ተኮይኑ እውን ዓሰርተ ሽዱሽተ ከምዚ ጌርካ ንምስርሑ ብጣዕሚ ቀሊል እዩ ገዛኹም ክንደይ ይውደኣኒ ኢልኪ ምሓሳብ ንዝኾነ ኮነ ማለት እዩ እና ተረዲእኩም ክኸውን ተስፋ ይገብር ከምዚ ዓይነት ሕቶ ተልእኩም ድማ ኣብ ኮሜንት ፅሑፍለይ ትኽእል ኢኹም ማለት እዩ ካብኡ ከዓኒ ዋጋ ስሚንቶ እዩ ዋጋ ስሚንቶ ኣብ ዝሓለፈ ሽሕን ሰለስተ ሚእትን ነይሩ ሎማዓንቲ ያው ክልተ ቅርሺ ማለት ዓሰርተ ቅርሺ ቅናሽ ገይሩ ኣሎ ዓሰርተ ቅርሺ ያው ዝሮ ዝሮ ቀሊል ኣይኮነን ሽሕን ክልተ ሚእትን ተስዓን እኒሆ ግን ናይዚ ዕዳጋ እዚ ኣብ ከተማ ዓድዋ እዩ ኣብ መቐለ እስካብ ሽሕ ትረኽቡ ትኽእሉ ሽሕ ሓደ ሚትን ኮምታት ትረኽቡ ትኽእሉ ኢኹም። እዚ ግን ኣብ ከተማ ዓድዋ እዩ። ኣቱም ሰብ ከተማ ዓድዋስ ኩሉ እዩ ከባር ብእውነት እዩ ዝብለኩም ስልቹ እዩ ዝብለካ። ኣብቲ ዓብዪ ከተማ ተኸበረ ቢያንስ ኣብ ካሪኻስ ገዛ የውፀልካ ከምኒ ዓድዋ ገለ ዝበሉ ግን እሽተይ ከተማ ክንዲ መቓለስ ኣይኾኑና ዋላ ንእሽተይ ይኹን ግን ክንዲ መቓለ ኣይኾኑን ዝኹሉ ሚሊዮናት ይብካ ከም ሃገርካ ገዛ ሰሪሓስ ክራይ ዘይብሉ ባች ቅጭ የምፀልካ እና ዝሮ ዝሮ ኣብ ዓዶ ብጣዕሚ እዩ ከባድ ኣብ መቐለ ግን ኩሉ እዩ ቆንጆ ካብ ሰራሕተኛ ጀሚርካ ሕዚ ኣብ መቐለ ሚእትን ዒስራን ሚእትን ሰላሳን ለሰን ተለውዎ ዶ ኣብ ዓዶ ከዓኒ ሚእትን ሱሳን ታዝሓሰረት ካብኡ ሚእትን ሰማንያን ኣረ ሕልፍ ሓሊፎ ምስ ክልተ ሚእቲ ቅርሺ ይብለኻ ንሓንቲ ካሬ ማለት እዩ እና ዓብዪ ከተማ ዋላ እቲ መሬት እውን ንእሽተን ኣብኡ ይሓይሽ ዝብል ግምት ኣለኒ። ምግዛ ከም ዘይቀረኩም ኣብ ዓይ ኣብ ዓብይ ከተማ ተትገዝኡ ይምረጽ ማለት እዩ። ገዛ መስርሒ ጉረኡ እዩ ቆንጆ፣ ሰራሕተኛ ኩሉ እዩ ቆንጆ። ንእሽተ ናይታ መሬት ንእሽተን ክብር ተለት እምበር ካሊእ ኣብኡ እዩ ጽቡቕ ማለት እዩ እና ከምዚ መስል ከውሃኒ እስታፋ ኣዩ እስታፋ ዳርጋ እሱ እውን ደሓን እዩ ሓሙሽተ ቅርሺ ቅንሽ ኣብ ቀኒሱ እኒሆ ሚእትን ሰብዓን ቅርሺ ሚስማር ደሞ ዓሰርተ ሓሙሽተ ቅርሺ ወሲኹ ክልተ ሚእቲ ቅርሺ ኮይኑ እኒሆ ዝታይ ዝበሃል ሽቦ ማለት እዩ እሱ ግን ክልተ ሚእቲ ቅርሺ ኮይኑ ወሰኽ ኣርእና እኒሄ ሚስማርና ሽቦ እስታፋ ግን ቅናሽ ኣርእና እኒሄ ማለት እዩ ካብኡ ናብቲ ዋና ጉዳይ ክኸድ ከለኹ ዋጋ ሑፃ እዩ ኣቱም ሰብ ሑፃሲ ዓድዋ እና ራማ ብጣዕሚ ቀረባ እየን ግን ሓቂ ምዝራብ በረኻ ስለ ዝኾና ማለት ፅርግያ የብሉና ሓዚ ኣብ ራማ ወይ ከዓ ሓዚ መቐለ ካብ ተንቤን እንድሕ ተምፁ ኮይንኩም ካብ በረኻ እዮም ዘምፅዎ ንዕኡ ድዩ ተን መኻይን ስለ ዝችግረን ድዩ ወይስ ሕፃ ተሳኣይኑ ድዩ ቤንዚል ከቢሩ ዝብል ሰበብ ግን ኣነ ኣይርዳእን ምክንያቱም ቤንዚል ሲ እዚ ዝኣክል ወሰኸስ ኣየምፅን እናስ ብጣዕሚ ይገርምኒ እኒሆ ኣቱም ዘበ ዓዶስ ኣርብዓን ሸውዓተን ሽሕ ዋ እቲ ገንዘብስ ገይሩ እዩ ወዲቑ ገይሩ እዩ ወዲቑ እና ዋጋ ሒፃ ኣብ ሓደ ኣርብዓን ሸውዓተን ሽሕ ተባሂልኩም ኣለኹም ድም ሓንቲ መሓዛ እያ ገዚኣ ነጊራትኒ ካብ ኣርብዓን ሓሙሽተን እስከ ኣርብዓን ሸውዓተን ያው ካብ ሰብ ናብ ሰብ ስለ ዝፈላለ ስለዚ እዚ ደሞ ናይ ሎማዓንቲ ዕዳጋ እዩ እምበይ ናይ ጽባሕ ትረኽብዎ ኣለኹ ማለት ኣይኮነን። ምክንያቱ ቅድሚ ክልተ ሰሙን ኣካባቢ እንኳን እዚ ሰላሳን ሽ ኣይኮነን ቅድሚ ወርሒ ሰላሳን ሸሞንተን ነይሩ ቅድሚ ክልተ ሰሙን ደሞ ኣርብዓን ክልተን ኣርብዓ ነይሩ ሐዚ ንኣርብዓን ሸውዓተን ከይዱ እኒሆ ጸኒሑ ስሳ ሰብዓ በጺሑ ካዩልንስ ጸሎት እውነት ጸሎት ግበሩ ምክንያቱም ጸኒሕኻሲ ሱስ ሓምሳ ሽሕ ያው ንሓምሳ ሽሕ ሰለስተ ሽሕ እንዲ ኣረተንያ ስሳ ሰብዓ ሽሕ ኮይኑ ካዩሉሲ እውነት ይፈርሕ ኣለኹ እየ ብቻ ገዛዚእኹም ኣቐምጡ ክብለኩም ይፈቱ ማለት እዩ ክብራት ኣሕዋተይ ዓመት ኣብ ዘይመልኦ ሰለስተ ዕፅፊ ምውሳኽ ማለት ከቢድ እዩና ዝረዝሮ ናይ ሎማዓንቲ ሓበሬታይ ከምዚኣ ትመስል ግን ሐዚ ድሕሪ ክልተ ወርሒ ክረምቲ ይመፅእ ስለ ዘሎ ንእሽተይ ተቐነሰ ዝብል ግምት ኣለኒ ኣብ ክረምቲ ኩሉ ግዜ ይቐንስ እዩ ተስፋ ምግባር እዩ ተስፋ ዘይምቑራፅ ተስፋ ናብ እግዚኣብሔር ይኹን ማለት እዩ። ተስፋ ናብ ፈጣሪ ይኹን ክብራት ኣሕዋተይ። ቪድዮ እዚኣ ትመስል ነይራ። እስካዕ ቪድዮ ፍጻመ ንስተኸታተልኩምኒ ካብ ልቢ እየ ዘመስግን። ላይክ፣ ሸር፣ ሰብስክራይብ ግበሩ። ካልእ ክሰርሐልኩም እትደልይዎ ቪድዮ ተልዩ ደግሞ ኣብ ኮሜንት ጸሓፉለይ። ሰሰናዩ ባይ ባይ